ሰላም ሰላም ሰላማት ፈተውተይ ከመይ ኣምሲኹም ከመይ ኣምሲኹም ከመይ ውዒልኹም ኣለና እግዚኣብሔር ይመስገን ዳሕና ዲኹም ዳሕና ኢና እግዚኣብሔር ይመስገን ኣለኹም ዶ ኣለኹም ዶ ኩራት ፈለወር ጽቡቕ ጽቡቕ ብዝኾነ ሎም እውን ከምቲ ልሙድ ኣብ ዝህልውን ኣዘራረብቲ ዘለዉ ዛዕባታት ክንርኢና ዶክተር ደብረፅዮን ኣብ በዓል 11 ለካቲት ዘሕለፎ መልእኽቲ። እቲ ተደጒሉ ዘሎ ወራር ንህልውናናን ድሕነትናን ኣብ ኢልና እውን ክንምክት ይግበእና። ከምኡ እውን ወዲ ወረደ ዝበሎ። ኲናት እዩ ዝፍታሕ ዝብል ሕቶ ግድን ክፍታሕ ዘለዎ ሕቶ ግን ድማ ኣለና። ግድን ምላሽ ዘድልዮ ሕቶ ድማ ድማ ኣለና። እዚ ጥራሕ ኣይኮነን ጌታቸው ረዳ እውን ንዓመታ ኣብ ትግራይ፣ ቐፃሊ ዓመት ነጋዶ ኲናት ተኣልዮም ብሰላምን ብህዝባዊ መንፈስ ከም ነኽብሮ እዚ ጥራሕ ኣይኮነ ወዲ ጣባ እውን ኩናት ተዘይተጀሚሩ ክንጅምሮ ኢና በዓልና ይብል ኣበይ ጥራይ ኣይኮነን ኩናት ክኸፍት ዕድል ትህቦ ማለት ባዕልካ እውን ኩናት ክኸፍት ተን ዘድልያኻ ቦታ ትሃርብ ከምኡ እውን ኣብ ኤርትራ ዝተገበረ ንብዙሓት ኢትዮጵያውያን ዘቆጠዐ ተግባር ተጋዳላይ ዋርሳይ ኣብ ልዕሊ ባንዴራ ኢትዮጵያ እናኸደ እስቲ ብዛዕባ እዚኦም ካልኦቶም ክንሪና ሰናይ ምክትታል ኣለና ዶ ኣይስማዕለይ ኣለና ዶ እስኪ ምዱም ሸከረካ ቦም ቦም ቦም ቦም ሰላም ሰላም ፍትሎ ባግሸ ኢንተርት ምትኸልቲ ኳዕ ብሰላም ናብ መዶና ብድሓን ሃ ብድሓን መጻኹም

ኣብፀሐኩም ክብል ይደሊ ንመበል ሓምሳ ሓደ ዓመት ፅንብል ዓሰርተ ሓደ ለካቲት እንኳዕ ኣብፀሐኩም ኣብፀሐና። እሺ ፍትክልቲ እስቲ ከም መእተዊ ክኾነና ሎምን ከምቲ ልሙድ ብኣገራሚ ዝኾነ ቃለ መሕተት ኢና ክንጅምር እንታይ ውሎ ዋየ ጉድ እሺ። ልፈርጥ እዮኑ ብዙሓት እዮም።
ሰላም ዶ ሰላም

ካብዞም ንፍቅሪ ንሓትኽሲ ናብ ሓደ ደዊልኪ ካብ ነፍቅረኪ ኣረጋግፅለይ እሞ ኣነ ኣብ ቅድሚ ፋሚሊ እንደለኹ የቐፅዓልኪ ማለት እዩ ኣብ ቅድሚ ካሜራ
ደውልሽ ኣታ ኣይትዋረዲ ደይ ኣታ ኣይትዋረዲ ደይ እስቲ ኣወዳት እስቲ ሎማዓንቲ ዝተሐጉስና ይፈልጥ እየ እኮ ብውሽጢ ከም ትሓቱ ግን እስቲ ሎማዓንቲ
ሄሎ ሄሎ ሰላም ድዩ

ደሻለ እዩ ዝራ ኣቤት ገገ ኮይ ኮይኑ ማለት እዩ
እዎ ባይዘወይ ሓደ ሓደ ኣዋልድ ከምዚ እየን በቃ ለባዕለን ይኣምና ብጣዕሚ ፅቡቃት ምዃና ኢንተርናሽናል ሞዴላት ከም ዝኾነን ኢንተርናሽናል ሞዴል የድራኑስ ኩሉ ዝረአየን ዘፍቅረን ዝመስለን ኣለዋ ልክዕ ከምዚ ሓፍትና እዚኣና ዋይ የሱይ ድዩ ጨኒቁናን እዩ። ከምዚኣ ዓይነት ውርደት ኣይተጋጥምኹም። ሕሌታ ኣይ ተጋጊከ እየ ፕራክ ገርኩ እዚኣን። እስይ እዛ ሓፍትና እዚኣ ውን ሓደ ኮመንት መጺዋ ኣሎ እሞሲ ወለዲ ኣለውኺ ዶ ተባሂላ እንታይ ከም ዝበለት ንስማዕ። እሞሲ ወለዲ ኣለውኺ ዶ። የብለይ ማዓረይ የብለይ የተወለድኹ እየ ኣነ ስቅ ኢለ ከም ዛፍ ቦቂለ እየ ከም ዝብሉ የተወለድኹ እየ ኣነ ስቅ ኢለ ከም ዛፍ ቦቂለ እየ ተኽሊ ገለ ምሽ ልቦቅል እንድዩ ከምኡ ቦቂለ እየ መጽየ ዝሓፍተይ ማዓረይ የብለይን ላሃምኡ እዩ
ባይዘው እዛ ኮሜንት እዚኣ ብጣዕሚ እያ ተገርመኒ ያው ንምንታይ ኮሜንት እዛ ትጥቀሙላ እኮ ይፈልጥ እየ ብፍላይ ውፅእ ዝበለ ካብ ባህልና ተኮይኑ ሲ ኣቲ ወለዲ የብልኪ ዲኹም የብልኪ ዲ ልመክረኪ ሰብ የለ ዲኹም ኢኹም ኮሜንት ትገብሩና ግን ናይዚ ሓፍትና እዚኣ መልሲ ድማ ፍልይ ዝበለ እዩ ኣይ ቦቂላ እያ ወዲቃ እያ ተረኪባ ወለዲ የብላይ የተወለድኺ ኣነ ስቂላ ከም ዛፍ ቦቂለ እያ ኣብ ከተማ ዓብኹም ማለት እዩ ገጠር ናብ ቤተሰብ ክትጥይቁ ትኸዱ ከለኹም ማለት እዩ ይደኽመኩምሞ ዳያ ኣከለበይ ድያ ትብልዎም ኣው ገለ ዘይለመኹም ማለት እዩ ክልተ ሰዓት እኒኦኹም ደቂ ዓበይቲ ብውሕድ ማለት እዩ ብምንጭሮም ገይሮም ፈይሎምኹም ኣርባዕተ ሰዓት እኒኦኹም ደቂ ዓበይቲ ብወትሮም ገይሮም ከምዚኣ ገይሮም ተመላኺቶም ይኾንኩም ማለት እዩ ቲዲኤፍ ተዘይኮንካ ተመለስ ተጋሪ ኢልካ ተዘይነርካ ተመለስ በምንም ተኣምር ይተኣብም ተመለስ ዋ እወ ባይዘወ እዛ ነገር እዚኣ ኩላትና እያ ተጋጥመና ስድራ ንክንጥይቕ ናብ ገጠር ምስ ኸድና ይደኽመካ እዩ ሓቂ ንምንጋርና እንታይ ደኣ ርሒቑ ግዛዕልካ ሰብ ትሓትት ኣለኻ እቲ ኣብ ከባቢ ዘሎ ሰብ ዋእ ቀሪባ እኮ እያ ቀባ እኮ እያ ተኢሎምኻ ኣሕዋት ብንኡሱ ክልተ ሰዓት ሰለስተ ሰዓት እኒኦኩም በቃ ኣው ገለ ዘይለምኹም ማለት እዩ ክልተ ሰዓት እኒኦኹም ደቂ ዓበይቲ ብውሕድ ማለት እዩ ብፍላይ ል ሓደ ወዲ ገጠር ቦታ ኣይትጠይቑ ቀሪበ ድየ በፂሐ ድየ ኣይትበሉ ስእልኩም ክዱ ዋእ ዋእ እስቲ ናይ ገጠር ግዝሚ እውን ከስማዕኩም

ሚእቲ ቅርሺ ታይ እያ ክትኾን? ድዒት ታፈሪጠ።
እቶም ሽዱሽተ ሸውዓተ ሲ እክብ ኢሎም ኣጋጭዮም ሽዱሽተ ሚእቲ ቅርሺ ኢሎም እኮ ምተወደእ ነይሩ ግን እዚ ቪድዮ እዚ እርግፀኛ እየ ቀደም ሚእቲ ቅርሺ ዳርጋ ክልተ ሽሕ ዓሰርተ ሽሕ እናሃለየት ዝተገዘመ ግዝሚ ክኾን ኣለዎ ወ እስቲ እዚ ቪድዮ እዚ ናይ መዓዝ ይመስለኩም ኣብ ኮሜንት ኣቕምጡ ተዝሕላ ሃባ ነዳዲ ሸር በሎ። ሓደ ሓደ ኣዋልድ እውን ዝምርዐወን ስኢነን ኣለዋ እንታይ ከም ዝብላ ንስማዕ።

እሹፍ ተኽልቲ ከም ትዕዘብዎ ዘለኹም እዩ ሓደ ሓደ ደርፍታት ክቕየሩ ኣለዎም ብፍላይ ንሓደ ሓደ ኣዋልድ ከም ትዕዘብዎ ዘለኹም እዩ ዝግበዝ ደርፊ እውን እናፈለና ኣሕዋት ወ ሸላሊ መተወሰድኹሲ ይኹሪዶ ቤተሰብኺ ስድራኺ ኣይንበል እንተኾይኖም ክኹሪ ንዓ ትበሃል ኣለኻ ሸላሊ መተወሰድኩኺ ይኹርያ ደርፊኺ ይኹርያ ደርፊ ኣይኹርያ ካብ ዓዲ ዓረብ ጋሻ ክመፅእ ከሎ እሺ

ኣሚነዋ ሰዲድለይ
እወ ግዴታ እሹፍ ትኽልቲ ንሓደ ሓደ ሰባት ባይዘወይ ከምዚ ናገበርካ ናቀልዓኻ ክተርእዮም ኣለካ እምበር ኣይኣምኑኻን ኣይኣምኑኻን እወ
ኣሚን ክዶ ኣሚነዋ ብልቕፅል እስቲ እዛ ቪድዮ እዚኣ እውን ኣብ ስዑዲ ዓረብ ዝርከባ ኣሕዋተይ ኩልኹም ሼር ላገበርኩም ኣብፅሑለይ ዶላር ክትእክብ ሽሓነ ሓፂባ ሃሎ ሃሎ ጓል ስዑዲ ኣቲ ሰብ መከራ ኣቲ ሰብ ጻዕሪ ክሳዳ ዘነነት ተስፋ ጽባሕ ክትርኢ ክሳዳ ዘነነት ተስፋ ጽባሕ ክትርኢ ጓል ስዑዲ ሃብታም ኢሎም ይዛረቡ ሰብ ሃብቲያ ኢሎማ ዓይኖም እናፍጠጡ እንታይ ከም ትሰርሕ ምንም ዘይፈልጡ እንታይ ከም ትሰርሕ ምንም ዘይፈልጡ ጉዳይ እንጀራ ኮይንዋ ንስደት ወፊራ ንኹሉ ገዲፋ ፈጣሪ ኣሚና ስርሓ ጀመረት ብለይቲ ተሲኣ ስርሓ ጀመረት ብለይቲ ተሲኣ ካብ ጨጉራ እስካብ እግራ ሻርፒ ተዓሚማ ዋላ እንተሰርሐት ጸሎታ ኣሚና ብኽይ እናወዓለት ድምፂ ስድራኣ ሰሚዓ ብኽይ እናወዓለት ድምፂ ስድራኣ ሰሚዓ ገዛውቲ ኮስቲራ ሴራሚክ ወልዊላ ንስድራኣ ክትሰድድ ኮይኑ እቲ ሓሳባ ዶላር ክትእክብ ሽሓነ ሓጺባ ዶላር ክትእክብ ሽሓነ ሓጺባ እዚኣ እታ ሓቂ በሉ ፍለጥዋ ኣብ ፌስቡክ ኣብ ቲክቶክ ኣጆኽ ይበልዋ ተስፋ ኣይትቆርጽን ጓል ስዑዲ ፈጺማ ተስፋ ኣይትቆርጽን ጓል ስዑዲ ፈጺማ
ሃም ኣብ ስዑዲ ዓረብ ዘለዋ ኣሕዋትና ኮታስ ኣብ ስደት ዘለዋ ኣሕዋትና ክብሪ ይግበአን እዩ ኩላትና እውን ኣብ ኮሜንት ይኹን ኣብ ፌስቡክ ኣብ ቲክቶክ እናኸድና ኣጆኽን ንበለን እሹ ተኸልቲ እስቲ ናብቲ ዝቕፅልን ኣዘራረብቲ ዘለዉ ዛዕባታት ክወስደኩም እዚ ድማ ሓደ ብዛዕባ እዛ ስእሊ እዚኣ እያ እዛ ቅብኣ እዚኣ ንብዙሓት ኢትዮጵያውያን ኣቆጢዓ ኣላ እዛ ቅብኣ እዚኣ ምክንያት መበል 36 ዝኽሪ በዓል ፈንቅል ኣብ ወደባዊት ከተማ ምፅዋዕ ኣብ ዝቐረበት ምርኢት ወይ ድማ ኤግዚቢሽን ዝተዳለወት ኢያ ኣብ ኤርትራ ኢዩ እዚ ሕጂ ኣቆጢዓ ዘላ ቅብኣ ሽዳ ዝወደይ ተጋዳላይ ዋርሳይ ኣብ ልዕሊ ባንዴራ ኢትዮጵያ እናኸደ ኣብ ትሕቲኡ ድማ ኣብቲ ትሕቲ ባሕሪ ዝሰጠሙ ህልውታን ነበራትን መራሕቲ ኢትዮጵያ ከምኒ ሃጸይ ሃይለስላሴ ኮነሬል መንግስቱ ሃይለማርያም ቀዳማይ ሚኒስተር መለስ ዜናዊ ከምኡ እውን ቀዳማይ ሚኒስተር ኣብይ ኣሕመድ ይርከቡ ኣብዛ ስእሊ እዚኣ ንብዙሓት ኢትዮጵያውያን እውን ኣቆጢዓ ኣላ እዛ ስእሊ እዚኣ ብፍላይ እቲ ዋርሳይ ትርእይዎ ዘለኹም ናይ ኢትዮጵያ ባንዴራ እዩ ረጊጹ ዘሎና። እዚ እውን ብዙሓት ተንተንቲ እውን እዚ ብቃላት ዝግበር ዘሎ ኩናት ብስእሊ ዝግበር ዘሎ ኩናት ናብ መሬት ከይወርድ ናብ ኩናት ከይንኣቱ እውን ብዙሓት ሰባት ሰጊኦም ኣለው። ኣብ መንጎ ኢትዮጵያን ኤርትራን ዘበሎ ፍሕፍሕ እውን ከም ትዕዘብዎ ዘለኹም እዩ። ብዙሓት ሰባት ብፍላይ ኣብ ኣባል ጽምዶ ዘለው እውን ሕቶ ፈጢሩሎም ኣሎ። ምክንያቱ ቀዳማይ ሚኒስተር መለስ ዜናዊ እውን ኣብቲ ቅብኣ ኣትዩ ዘሎ እሞ እዚ እውን ኣድላይ እይኾነን ይጽምዶ ፋሕ ተብል እያ ዝብሉ እሕዋትና እውን ነይሮም። ብልቅጽል ኣብ መንጎ ኢትዮጵያን ኤርትራን ዘሎ ፍሕፍሕ ከም ትዕዘብዎ ዘለኹም ናብ ኸምዚ ደረጃ ወዲቑ ኣሎ። እሺ ብተክልቲ እስቲ ናብቲ ዝቅጽል ጉዳይ ትግራይ ድማ ክወስደኩም እሱ ድማ መንግስቲ ኢትዮጵያ ሰራዊት የጸግዕ ከም ዘሎ ብምስልታት ንሪኦ ኣለና ምስ እዙይ ኣተሓሒዙ እውን ሰራዊት ሻዕብያ ናብ ትግራይ ኸም ዝኣተወ ዝተረጋገጸ ሓበሬታ የለን ኽብሉ ውድብ ሳወት ኣብ መግለጺ ኣፍሊጦም ኣለው። እስቲ እዛ ቪድዮ እዚኣ ንከታተል። መንግስቲ ኢትዮጵያ
ሰራዊቱ የፀግዕ ከም ዘሎ ብልተፈላለዩ ምስልታት ንሪኦም ኢና። ኩሉ ዝሪኦ ዘሎ እዩ። ምስዚ ተተሓሒዙ ሰራዊት ኤርትራ እውን ኣትዩ ይበሃል እዩ ዝብል ከም ውድብ ብዝተፈላለየ መንገድታት ነዚ በሪፋይ ክንገብር ፈቲና ኢና። ግን እስካዕ ሕዚ ዝተረጋገፀ ነገር የለይ ሰራዊት ኤርትራ ምእታው ዝምልከት። ካብቶም ዘይስሩዕ ዝኾነ ሓበሬታታት ብዝምልከቶ መንገዲ ክነፃር ሞኪርና ኢና። ነዚ እውን ብዋናነት ትግራይ የመሓድር እየ ዝብል ግዜያዊ ምሕዳር ትግራይ እዩ ከም ናይ መንግስትነት ሓላፍነት ወሲዱ ዝሰርሕ ዘሎ ንህዝቢ ዕላዊ ዝኾነ መብርሂ ካብቱ ኣትይዎ ዘሎ ስግኣትን ድንጋፅን ክወፅእ ዕላዊ መብርሂ ክህብ ጥራሕ ኢና ንሕና ንደፍእ ብዝኾነ መመዘኒ ግን ዝተረጋገፀ ነገር የለይ ዝብል እዩ። እሺ ብትኽልቲ እዛ መግለፂ እዚኣ ከም ትሰምዕዋ ዘለኹም ውድብ ሳልሳይ ወያነ ትግራይ ዝሃብዎ መግለፂ እዩ። ብፍላይ ሰራዊት ኤርትራ ናብ ትግራይ ሀምዝኣቴ ዝወፀ ጭቡጥ ልኾነ ሓበሬታ የለን ኽብል እዩ መልሲ ሂቡ ዘሎ። እሺ ብትኽልቲ እስቲ ናብቲ ዝቕፅል መደብ ድማ ክወስደኩም እሱ ድማ ንብዙሓት ሰባት ዘሰንበደ ናይ ዶክተር ደብረፅዮን መግለፂ እዩ። ምኽንያት ዓሰርተ ሓደ ለካቲት ብምግባር ብትማል ዕለት ዝሃቦ መብርሂ ነይሩ እስቲ ንስማዕ።
እቲ ተደጒሉ ዘሎ ወራር ብሰላም ብዘተ ክፍታሕ ግቡእና ንፍፅመሉ፣ ጥሒሱ ንዝመፅእ ግን ንህልውናናን ድሕነትናን ኣቢልና እውን ክንምክት ዝግበእና ምዃንና ኣብዛ ዕለት እዚኣ ኣብ ዕለት የካቲት ዓሰርተ ሓደ ታሪክ ህዝቢ ትግራይ ታሪክ ስውኣት ኣብ እንዝክረሉ እዋን ሕሉፍ ሓላፍነት ተሸኪምና ንቃለሰሉ ቃል ንኣትወሉ ዕለት እውን እዩ። ደጊመ እንኳዕ ን መበል ሓምሳን ሓዳን ዓመት ምጅማር ዝተወደበ ርብታ ቃልስን ልደት ሕወሓትን ኣብፀሐኩም። ኣሽብተክልቲ ከም ትዕዘብዎ ዘለኹም እዩ ዶክተር ደብረፅዮን እውን ኸዚ እውን ክንምክት ኢና እዩ ዝብል ዘሎ ግን ንብዙሓት ሰባት ሕቶ ዝፈጠረሎም ኣብዚ መድረኽ እዚ ክልተ ዝተፈላለዩ ሓሳባት እውን ተላዒሎም ኣለዉ ዶክተር ደብረፅዮን ክንምክት ኢና ይብል ወዲ ወረደ እውን ብሰላም ክንፈትሖ ኢና ይብል እስቲ እዘን ቪድዮታት ንከታተል። ሒሱ ንዝመጽእ ግን ንህልወናናን ድሕነትናን ኣቢልና እውን ክንምክት ግበእና ምዃንና ኣብዛ ዓለት እዚኣ ኣብ ዕለት የካቲት ዓሰርተ ሓደ ታሪክ ህዝቢ ትግራይ ታሪክ ስውኣት ኣብ ንዝክረሉ እዋን ሕሉፍ ሓላፍነት ተሸኪምና ንቃለሰሉ ቃል ንኣትወሉ ዕለት እውን እዩ። ብኲናት እዩ ዝፍታሕ ዝብል ሕቶ ዘድልዮ ነገር የብልናን። ግድን ክፍታሕ ዘለዎ ሕቶ ግን ድማ ኣለና። ግድን ምላሽ ዘድልዮ ሕቶ ድማ ኣለና። ትጽቢትና እዚ ብሰላማውን ፖለቲካውን መገዲ ዕልባት ክረክብ እዩ። ካብዚ ሓሊፉ እዚ'ውን ከክንዲ ሰላማዊ ፍታሕ ምሃብ ሕዚ'ውን መሊሱ እቲ ሕቶ'ዚ ብዘላቕነት መልሲ ከይሃበ ከይረኸበ ምላሽ ከይረኸበ ክተርፍ ዘግብር ናይ ሓይሊ ምንቅስቓስ ተድልዩ ተዘይደለኻዮ እውን ዘይደለኻዮ እውን መሊስካ ናብ ኩናት ንኣትወሉ ኩነታት ክፈጥር ይኽእል እዩ ከም ትግራይ መጠን ንኩናት ዝመልስ ነገር የብልናን ከም ኩናት መጠን ሕቶታትና ብሰላም ክፍትሑ ዘለዎም ክፍትሑ ዝግብኡን እዮም እምነት ኣለና በጠቓላሊ ከም ህዝቢ ይኹን ከም ትግራይ ዘጊርካ ዝእቶ ኩናት የብልናን ከም ተጋሩ ካብ ኩናት ክንፈትሖ ዝብል ኩናት እዩ ክፍታሕ ኢልካ ፈኪርካ ዝእቶ ኩናት ከም ዘይብልና ግልፂ እዩ ስለዚ እዚ መበገሲ ገይርና ሕዚ እውን ዘይተፀንቀቐ ሰላማዊ ኣማራፂ ኣሎ።
ሽውትኽልቲ ከም ትሰምዕዎ ዘለኹም እዩ ኣብ ሓደ መድረኽ ኮይኖም ዶክተር ደብረፅዮንን ፕሬዚደንት ግዜያዊ ምምሕዳር ወዲ ወረድን ዝተፈላለየ ሓሳብ እዮም ዘቕርቡ ዘለው ዶክተር ደብረፅዮን ክንምክት ኢና እዩ ዝብል ዘሎ ወዲ ወረደ እውን ብሰላማዊ ይፈታሕ እዩ ዝብል ዘሎ ኣየናይ እዩ ትቕኑዕ ኩላትና ንፈልጦ ሓቂ እኳ እንተኾነ ከዚ ግን ህዝቢ ትግራይ ኩናት ዝሽከመሉ እንግድዓ የብሉን። ኸዚ እውን እቲ ፀንቂቕና ክንጥቀመሉ ዝግበእና እቲ ናይ ሰላም መፍትሕን መፍትሕን ጥራሕ እዩ። ብልቕፅል ጌታቸው ረዳ እውን ን ዓሰርተ ሓደ ለካቲት እንኳዕ ኣብፀሐኩም ኢሉ ኣሎ ብፌስቡክ ገፅ እንታይ ይብል ከም በልኹም ንኹሉኹም ብቕንዕናን ብውፉይነትን ንረብሓ ህዝቢ ትግራይ ዝተጋደልኹምን መስዋእቲ ዝኸፈልኹም ተጋሩ እንኳዕ ንመበል ሓምሳ ሓደ ዓመት ጽንብል ዓሰርተ ሓደ ለካቲት ኣብጽሓኩም ኣብጽሓና። ቐጻሊ ዓመት ነጋዶ ኩናት ተኣልዮም ብሰላምን ብህዝባዊ መንፈስ ከም ነኽብሮ ዘለኒ ተስፋ ክገልጽ እደሊ። ኽብርን ሞጎስን ኣብ መትከልኹም ጸኒዖም ንዝሓለፉ ስውኣትና። እሺ ብትክልቲ ከም ትዕዘብዎ ዘለኹም ጌታቸው ረዳ ዘመሓላለፎ መልእኽቲ እውን ኣዘራራቢ ኮይኑ ኣሎ ቀፃሊ ዓመት ብሓደ ምስ ህዝበይ ከኽብሮ እየ ኢሉ ኣሎ ብልቕፅል እስቲ ወዲ ጣባ ኩልኹም ትፈልጥዎ ኢኹም ኩናት ተዘይጀሚሮም ባዕልና ክንጅምሮ ኢና ይብል እስቲ እዛ ቪድዮ እዚኣ እውን ንስማዕ ኩናት
ዋላ ንሱ ኣይጀምሮ ኩናት ክጅመር ምዃኑ ክንፈልጥ ክንክል ኣለና ሕጂ ንዓና ኩናት እንታይ መክሰቡ ስለምንታይ እቲ ኩናት ዝጅመር ምክንያቱ ኣብ ካብ ስልጣን ቅፅል እንድሕር ኮይኑ ተፅዕኖ ናይ ኢማራት እውን ምስኡ ይኸይድ ማለት እዩ ስለዚ ኢማራት ኣብ ኢትዮጵያ ዘለዋ እጀታ ክትስእኖ ትኽእል ሓደን ሓደን ጥራይ እዩ። ኣብይ ካብ ስልጣን ክእለ ጥራይ ኣለዎ። ስለዚ ኣብይ ጥራይ ኣይኮነን ኩናት ክኸፍት ዕድል ትህቦ ማለት እዩ። ባዕልኻ እውን ኩናት ትኸፍት እተን ዘድልያኻ ቦታ ትሃርም። ዕሽብ ተክልቲ ከም ትዕዘብዎ ዘለኹም እዩ ባይ ዘ ወይ ኩናት ምእዋጅ ቀሊል እዩ ኣብ ስቱድዮ ኮፍ ኢልካ ኣብ ዝሓሸ ዓዲ ኾንካ እዚ ሰብ እዚ ኤርትራዊ እዩ ደጋፊ ስርዓት እዩ ቅድሚ ከዚ ተቃዋሚ እዩ ነይሩ ከዚ ግን ናይ ሻዕብያ ደጋፊ ኮይኑ እዩ ዘሎ ከምኡ እውን ከም ትዕዘብዎ ዘለኹም ዘሕልፎ መልእኽትታት ከም ትዕዘብዎ ዘለኹም እዩ ኩናት ዋላ ኣብይ ኣይጀምር በዓልና ግን ክንጅምር ኣለና እንታይ እዩ መግለፂ ዘውፅእ ዘሎ ኣነ ይተረደእኒ ባይ ዘ ወይ ኣብ ስቱድዮ ኮፍ ኢልካ ኩናት ምእዋጅ ቀሊል እዩ ግን እቲ ዝኽፈል መስዋእቲ ግን ከቢድ እዩ ብወገን ኤርትራ ወልኹም ብወገን ትግራይ ወልኹም ብወገን ኢትዮጵያ እቲ ዝሞት ወዲ ድኻ እዩ እቲ ዋጋ ዝኸፍል እቲ ወዲ ድኻ እምበር እሊ በዓል እዚኦም ይኾኑ እሊ በዓል እዚኦም ስድራ ቤቶም ደቆም ኩሎም ኣብ ዝሕሽ ዓዲ ኣቕሚጦም እዮም ከም ትዕዘብዎ ዘለኹም ንሕና ኢና ንፈልጠልኹም ዝብሉ ዘለዉ እስቲ ሓደ መንእሰይ ሓውና እውን ኣብቲ ናይ ትግራይ ኩናት ዋጋ ዝኸፈለ እዩ እንታይ ዓይነት መልእኽቲ የመሓላልፍ ንስማዕ ብጣዕሚ የጨናንቕኒ ለሎስ ታይ ዶ መሲልኩም ቤተሰብ ሓያል ጦርነት ኸዝተተልዕሉሲ ኣብ ትግራይ ለለና tdf ቁስለኛታትስ ኣመይ ኢና ንኾን ዶክተር ማቲስ ወይስ ሃሚና ንኮንኖ ኣሕዋት መን ይዝክረና ኸዚ እኳ ሰላም ኾይኑ ተባሂሉስ ሰላም ኾይኑ እኳ ኸዚ እዚ መድሓኒት ሕክምና ብኣግባቡ ለይረኸብናስ እሞ ደሞ ጦርነት ተልዒሉስ ሃሚና ንኮንኖ ኣሕዋት መጨረሻና ታይ እዩ በተለይ ኣብ ገጠር ለለዉ ገዝኦም ሑሞራ ብዙ ምዕራብ ገጠር ለለዉ ገዝኦም ኸልተ እግሮም ቁራፃት ወይ ድማ ፒራላይዝ ብዛውልቸር ተደፋእቲ ኸቢድ ውቃዕ ለለዎም ብቻ ኣበይ እዮም ኾኑ ቤተሰብ ዝተሕሰብኩ ኣበይ ንኾን ኣለና ማለት እዩ እንድሕር ጦርነት ተልዩ ቤተሰብ መጨረሻና ምኽፉ እንደ ፈጣሪ ኣኽለኩም ተ እሺ ስክልቲ ከም ትዕዘብዎ ዘለኹም እዩ እዚ ሓውና እውን ትዲኤፍ እዩ ሓደ ኣካሉ ዋጋ ዝኸፈለ እዩ ከዚ እውን ኩናት ከይለዓል ሰጊኡ ከም ዘሎ ከምኡ እውን ናበይና ክንኸድ እዩ ዝብል ዘሎ ኩናት ዘምፅኦ ክሳራታት ግን ከም ትዕዘብዎ ዘለኹም እዞም ኣሕዋትና እዮም ዋጋ ዝኸፍሉ ዘለዉ ከምኡውን ብወገን ኤርትራ ወልኹም እውን ትወድድኻ እዩ ዋጋ ዝኸፍል እምበር እል ባዕለ ወዲ ጣባ ዝኸፍልዎ ዋጋ የብሎምን ኸዚ እውን እል ባዕለ ወዲ ጣባ በይዛኸም ልቢ ግበሩ ኲናት ተዘይተላዒሉ ክንዲ ተመስገን ፅቡቕ ብሰላም ብዲፕሎማሲ ነገራት ተነጋጊርካ ክፍታሕ ኣለዎ ክንዲ ምባል ከም ትዕዘብዎ ዘለኹም በቃ ዋላ እሱ ኣይጀምር ንሕና ክንጅምር ኣለና ዝዓይነቱ መልእኽቲ እዩ ዘመሓላልፍ ዘሎ እሞ እል ባዕሉ እዚኦም እዮም ባይዘወይ ፈተውቲ ዓዶም ፈተውቲ ህዝቦም ዝበሃሉ ዘለዉ እቲ ኲናት ኣይደልን ሰላም ኢና ንደሊ ዝብል ድማ ባንዳ ዝተፈላለዩ ሽማሽማት ይወሃቦ እዩ ዘሎ ስለዚ ከዚ እውን ብፍላይ ኣብ ዝሓሸ ዓዲ ኮንኩም ኩናት ትእውጁ ዘለኹም ሰባት ኩናት ንክልዓል ጎስጓስ ትገብሩ ሰባት በይዛኹም በይዛኹም ክልተ ግዜ ሕሰቡ ኣይ ሽፍት ክልቲ ናይ ሎማዓንቲ መደብና እዚ ዝመስል ነይሩ ኣብ ዝቕፅል ቪድዮ ሽካዕ እንጋን ይመቸኹም በብለኹም ሰላም ኩንደይ ስያ